ኣይደሓንካን ዲኻ? እንታይ ደኣ ዘናብዚሕካ? ኣቲ ታይ ክድሕን ኢልክኒ ኸ ኣነስ ብኻ ከይወለድኩ ተሪፈ። እንታይ ደኣ ኮምይ ካብ ሳምኻ ክንነብር ደሊኻ? እንታይ ማለትካ እዩ እታ ዓዋን ጃጉ ውይ
ማለት ሲ ኣብዛ ዓለም ዝኾነ ለውጢ ከይገበርካ ነዛ ዓለም ዝኾነ ከየበርከትካላ ከይድ ማለት እኳ ራያባ ሳሚ ተፈጢሩ ብጠረዉ ብጊንጥነቱ ከማይ ከሎ ደላላ ዝሰርሕ ነይሩ ነዛ ዓለም የሕሪቕዋ ከይከሓሳስ ብኣቢሉሲ ዓዲ ገይሩ ከይዱ ይኸውን ዛንታ ማለት እዩ። ኣታ እንታይ ጌርካ እታ እንታይ እሞ ዘይገበረ እዩ እንታይ ተመያጢጡ ቢንያም ዶ ክኸውን ወይ ተጨፍሊቑ ጃቡ ክኸውን ደሊኻ ወይ ከኣ
ተጠቕሊሉ ሄለን ክኣ መላእ ኣላ።

ኣይሰማዕናን ኣታ ሓሳዊ ኣይሰማዕኹን ኣይሰማዕኹን ኣነ እዚ እዚኣ ኮፍ ኢለ ኣለኹ እንታይ ደኣ ብልበይ ከምኡ ኢለ ማለት ዳ ማለት ከም ዝተዛረብኩ እንዳ መስኒ ኣታ ጃጎ ክሳብ መዓስ ኢኻ እንዳሓለምካ ክትነብር ወደይ ወደይ ሳም ቀፅለልና ኣታ ምስታ ቀዳመይቲ ሰበይተይ ብጉዳይ ናይቲ ቆልዓ ተኻሲስናሲ እቲ ክስና ድማ ኣብ ሽማግለታት በፂሑ ኣሎ ኢለኩም ነይረ

እሞ ሕጂ ከረጋጊፅካ ዶ ኣረጋጊፀያ ሕጂ ደኣ ኣረጋጊፀያ ፐርከ ልክዕ እታ ዘረባ ምስ ጀመራሲ ጋሪ ምዃኑ ኣረጋጊፀ ሕልሚ ከም ዘይኮነ ማለት እዩ እ፣ ሳማሓ ወይ ክፍርሽ ሓደ ስምዓኒ ኣብ ክንዳይ ኮንካ ክትዛረብ ዘይኮንካሲ እቲ እሳ ዝበለቶ ክፈልጥ ስለ ዝደለኹ እየ ዕድል ክበካ Go ahead. Thank you, thank you, ሳማ ሓወይ ሶሪ ጀምዓ ሳፕራይዝ ዘይምግባረይ ቅር ብለኒ እንድዩ ሳፕራይዝ ገብረኩም ዋላ ሕጂ ከዓ ኣለኩም ኣይሓልፋ ኣይሓልፎ ይቅፅል ኣታ ንስኻ ስቕ ኢልካ ማይ ዶ ሻሂ ዶ ትበለና ትነግረና ትኾን ካብ ኣውትስ ንገረና ሓንቲ ሄደ እንታይ ኣኹ ጓለይ ስቕ እንደበል ነግረክ ኣለኹ እንዶ ሃንደበት ካብዚኣ ተፈሊሰ ገዛ እናኸኩ ኣብ መገዲ ይረኽባ

ኣነ ከኣ ከምዚ ኣብ ርእሰይ ዝቕረጽ ኮይኑ ይስምዓኒ ነይሩ። ሓተትኪ ኮመንት ነጊርክኒ ዲኺ ግን እንታይ ኮይኑ ዘይሓተትኩ ኣናልኩስ ስጋዕ ሕጂ ምስ ነብሰይ ዝዛረብ። ኦይ ንስኻ ደኣ መሊስ እንዲ ገይድካ ክሳዕ ክንድዚ ኢኻ ትኸውን። እወ ስባእ ኣገዲድኒ ግን ዳይክ ክገብር ኢለ ዋላ ክሓተኪ ኢለ ቴለፎን ደዊለልኪ ፈልጢ ምሽ። እወ። ክልተ ግዜ ገለ ደዊልካለይ ኔርካ ኩሉ ዘጋጠመ ከኣ የድልየካ ኔረ ኩሉ ሰብ ዝፈልጦ ወረ። እወ እወ እሱ ዳኣ ካብቶም ተካፍል ዝነበርኩ እንድየ ኔረ ግንሲ ሕልሚ ድዩ ዋላ ገለሲ እናበልኩስ ምሻሉ ክንደይ ዓመታት እኮ እየ ኣብ ርእሰይ ሒዘዮ። ኣታ ታይ ዳኣ ምሳይ ከለካስ በይንካ ትዛረብ። ክዝክረኪ ጸኒሓና ሽኮር። ንስካ ከ ትርስዕ ዲካ።
እንታይ ደኣ ሰቲኺ ዲኺ ዘለኺ ከምዚ ኣልኮል ኣልኮል ጨኒኽኒ። ኬፍ ዘይሽርፍ እንታይ ደኣ ከምቲ ምስ መሳርሕትኻ ዝነበርኩ ዕፍንት ናይ ሞይ ሰሓ ኮይነ ክነብር ደሊካኒ። ሕጂ ከማን ናብኡ እየ ዝኸይድ ዘለኹ ንዓመይ ክማላእካ ኦይ ዘይቀርቦ ታኾንክት እዩ ናትክ እንዳሓዘነ ንሳነ ክሰቲ ሳም እኮ ይዕልን ነይሩ ናይ ሻርባ ምዃን ክደስ እያዕልን ግን ትቆላስ ምስ መን ገዲፍክ ኣለኽ ምስ መሓዛይ ገደደ ወዲ ኣርባዕተ ዓመት ህፃን ቆልዓሲ ኣብቲ ቀንዲ ኣደ ክትኮኑ እየ ዝግባእክስ ምስ መሓዛ ክድርቢኸ ዘረባይ ተባላሽታ ዕንጉለ ኣቐሚጥክዮ እዩ ዝበሃል ባዕ ኩሉ ሓደ ታይ ንሕና ሳሚ ጠረው ገሊልና ንጸልኦ ከና እምበር ሓቁ ንድኣ ውላድ ኣይሃብኒ ክብለኪ። እሞ ተዓዊቱ ዶ ኣይተዓወተን መወዳእትኡ ከ እንታይ ኣልዒሉካ? ዘይንዕልል ዋይ ሰናይ መዓልቲ ኳዕ እባ ረኸብኩ ክትስኽስ። እንታይ ደኣ ክንድዚ ታሕጓስን ምስጋናን ወረ ንኽሰምዕስ ክንድዚ። ኣታ ዓደይ ተፈጥሮ ድዩ ዋላ ተውህቦ እንድዒ ኣይፈልጥን እየ ግን ከምዚ ሰብ ስምዕ ስምዓ ኢሉ እቲ ወረ ካብዝን ናብትን ከለዋሕሖ ከሎሲ ዝፈጥረለይ ባህታሲ ርኢኸ ኣይትፈልጥን ኢኻ። ኣዔ ጃጊ ወረኛ ሓዝ በል ክነግረካ። ኣቐዲመ እንድዒ ሕዘክታን እንታይ ኣምጽኦ ክንድዚ ኣድቨርታይዝ።

ኣታ ኣና ንገርና እንዶ ብጃ ከምዞም ዝሸቐቕ ዘብሉ ሰብ እኮ ኣይኮንኩን። ስማዕ ስማዕ እቶም ሽማግለታት ክልቴኹም ናይ ምዕባይ ምክንኻንን የብልኩምን ኢሎም ምስ ካልእ ሰብ ክዓቢ እዮም ገይሮምና። እንታይ ውላድኩምስ ምስ ካልእ ሰብ? እዚ ደኣ ኣብ ማዕኸናት ዜና ወጺኻ ትዕልለሉ ትዛረቡሉ ዓይኒ ዝኾነ ርእስቲ እንድዩ። ዎው ኣታ እስኻ ከ ምስኦም ጀሚርካ ዲኻ? ኣነ ከይፈለጥኩ እኮ ጋዜጠኛ ኮንካ ትኸውን። ኣታ ዋንኩቲ ኣብ ስቱድዮ ተዓጽየስ እናንበብኩ ለለለለ ክብል ክውዕል ከምዚኣ ዘለኹ ካታሸኒ ወረ ምብጽሕ ከምዚኣ ኣብለኩም ሪኢኹም ሂወታ ከምዚ ከምዝኸውን ነዊሕ እዩ ጌሩ ከመደይ ኮነትን ከም ሰብ እውን ትነብር የላን። ግን ክሓተካ እንዶ ሳሙ ዓርከይ እዚ ሒዛቶ ዘላ ዓርኪ ገለ እሱ ድዩ ከምኡ ጌሩዋ ዋላስ ኔሩዋ እዩ ቀደም ናይ ውሽጣ። እወ ሓደ ሂወት ዘይብሉ ምትሩስ እንድዩ ምስኡ ፈቆዶ ባራትን ክለባትን እያ ትውዕል። ኣሕ
ኣታ ቢንያም መሽ ዕሊልና ነይሩ እሱ ደኣ ንፈልጦን ኢና እቲ ጃጉን ሃና ዝበላ ሓቂ ድዩ ከመይ ከመይ እስከ ዕለና
እወ ሙላ ኣይኮነን እምበር ሓቁ እዩ ከመይ መስለኩም
ሕራይ እሞ ንጀምር ኡኖ ዱወ ትረ ዋእ ኣቱም ሰባት እዚ ጉያ እግሪ ድዩ ዋላ ቅድድም ብሽክለታ እንታይ ማለት ኢኸ ኡኖ ድወ ትረ ኳትሮ ኢልካ ምጅማር ሕቁሎ ሳሚ ሓወይ ከም ቆልዓ እዋ እሞ እንታይ ኣላልዓት እምበር መበገሲ እኮ እዩ በስመ ኣብ በወልድ መንፈስ ቅዱስ ኣሃዶ ኣምላክ ኣሜን ኢልካ ትጅምሮ ዋታ ቤተክርስትያን ዘለኹ ኮይኑ ተሰሚዐኒ ጨምን ኮይና ሓዲርና ንጎታ ስኢላ ፈከት ክንብል ዳበልናስ ግደፉና እስኪ ሽም ኣምላኽ ፀዊዕኹም ኣይተኸውፉና ኣነ ርእሰይ ሕምም ኢሉ ኣታ እዚኣሲ ኣታ ረእይዋ እባ ኣታ ረእይዋ እባ ንዚኣሲ ድክር ድክር ድክር ኣብላ ኣይመፀካን እንታይ እሞ ኣታ ይኣኽለካ እስኪ ፋራ ምሳኺ ከለኹ ዝደርብ ኳንኺ ይኣኽለካስ ሕጂ ከዓ ትዋናወን ኦ
ኣቶም ሰባት ጸጥታ እስከ ኣብዚ እኮ ክንራዳዳእ እምበር ክንባእስ ኣይመጻና። እሞ ሕራ ኣራዳዱና ደይስኹም ኢኹም ደንጊኹምና ዋዕ
ይሰማዕ እንተ እንቋዕ ካብዚ ዝተፋትሐ ትብለካ ኣለኹ ካብዚ ሰብ እዚ እንቋዕ ተገላገለት ሕዚ ምስ ሰብ ክራዳዳ ኣይክእልኒ ሰብ ዲኸ እንታይ ደኣ ከልቢ ወይ ኣድጊ ኮይኑ ይስማዓካ ኣለኹ እንታይ ኮይኑ እየ ክራዳዳእ እስከ ዘይክእል ኣነ ዋዓቱም ሰባት ኩሉ ሰብ ዲ ንዓይ ከምኡ ዝብለኒ ሰሚዕኻና ዶ እዋእ ጽቡቅ ኣሎ እዋእ በርኣ ስላሴ ተፈጥረ ሰብ ብክልተ እግሩ ክከይድ እንዳርኣካሲ እንታይ እዩ እዚ ክትብል ሓዙለይ ሓዙለይ ዓሰምዑለይ ዓሰምዑለይ ብዘይ መቕጻዕቲ ከይትገርፍዎ ንዚ ሰብ እዚ እዚሲ ክዳኒ ድዩ መጺኡ ዋላሲ እ፣ ሰብኣውነት ከካሻምሽ ኣንታ ወደ እታ ወዲ ኣይትበልን ወድኻ ድለ ጽቡቅ ኣሎ
እዛ ጉዳይና ምስ ወዳእና ግቡእ መቕጻዕትኻ ክትወስድ ኢኻ ዋዛ ኣይኮነን በቃ እሞ ሕጂ ተዳሊና ኢና ኣታ ከም ዳላ ክንደይ እና ጌርና ቀጥፉና ብጀኹ እወ እንታይ መሲልኩም ሓንሳብ ሞ ሓንሳብ እንታይ ደኣ ናባይ ጥራይ ተፀግዑ እዚ ኩሉ ዓዘራ ንስኹም ከውን ክትሓሚም ዝፀኒሕኩም
ኣታ ጥበብ እዩ ሽጣራ ሕጂ እዩ ዝርዳእካ ኖኖ ዋላ ኣንስ ጣራ ይኹን ንምንታይ ኣብ ልዕለይ ጥራይ ሓዘን ካልእ ይትረፍሲ ሰመረ ካብ ኣምሳይ ክዝንጠል ነይሩ
እምበኣር ኩላትኩም ኢኹም ትሸጡኒ ዘለኹም በሉ ስምዑ ኣነ ኸኣ ክኸይደ ናብ ልዕሌኹም ዘለዉ ሰባት ክሓልፍ እየ ንዓና ሳሚ ዋ እንታይ ትኸውን ኣለኻ ዘርባ ዓንደ ሰሚዕካስ ክትቃጸል ወዲእና እኮ ኢና ኣታ ስኻ ክታትባለ ዲኻ ከምኡ ዲኻ ጠሮ ባዕ በጃ በዓል ኤፊ
ሽም ዘባዕለጉኹ ሰባት እምበኣረይ ኣፍኪ መሊእኺ ትጽውዕዮም ኣለኺ ዋይ ዘይትሓፍር። ሕራሕረ ዝወደይ እንታይ ወሲድና መስልኹም? ሃና ማለት በዚ ሕጂ በጺሓቶ ደላ ደረጃ ኣብ መስተ ኣብ ክቱር ዕብዳን ስለ ትርከብሲ እሞ ከምዚ ዝረኣናዮ ኸኣ ነዚ ቆልዓ ክትኣልዮ ተኽእሎታት ከም ዘይብላ ኣረጋጊጽና ኣለና ሳብ እውን እኮ ይትረፍ ዶ ምስ ቆልዓ ሲ ከምዚ ጠባይካ ምስ ዓውን ክትነብር ኣይትኽእልን ኢኻ
ስምዑ ኣስተውዕሉ እዚ ቆልዓ እዚ እንድሕር ምስኣ ዘይኮነ እንድሕር ምሳይ ዘይኮነ እዚ ምስ ወድያ መንዳ እዩ ክኸውን እንታይ ንወስደካ ሕጂ እዛ ዋልካ ሰዓሙ ከም ዘይብላ ፈሊጥና ስለ ዘለና ምስ ዓባዩ ክዓቢ ወሲንና ኣለና በቃ
በዚ ሕጂ ዛዚምናዮ ዘለና ዘረባ ወይ ወሲንናዮ ዘለና እዛ ቆልዓ ምስ ኣዲኣ ክትቅመጥ ስለ ዘይትኽእል ምስታ ኣብ ዓዲ ደላ ኣዲኣ ንሃና ምስኣ ክትቅመጥ ወሲንና ኣለና። ኣሃ ነዚ ክትብሉ ዲኹም ጸዊዕኩምና? ነደይ ደኣ ባዕለይ ምሃብክዋ ነይረ እንድየ። ካብ መጀመርትኡ ከምኡ እንድየ ሓሲበ ነይረ። እንታይ
ኣነ ብኡ ብህይወተይ ከለኹሲ ወደይ ምስ ዓባዩ ኣብ ዓዲ ክዓቢ ፍጹም ኣይቅበሎን እየ ፍጹም ፍጹም ኣይሰምዓኩምን'የ። እዚ ኩላትና ሽማግለታት ምስ ቤተሰብ ተወሃሂድና ዝወሰድናዮ ጉዳይ እዩ።
እሞ እዚ ጉዳይ ወዲእናዮ እንዲና? ከምቲ ኣመጻጽኣና ጌርና ምሉቕ ምሉቕ ኢልና ገዛና። ላእ ነዚ ክትብሉ ኢኹም ሙሉእ መዓልቲ ውዒልኩምና ርእስና ብትን ኢሉ ከሎ ምስ ውዒልና ዳርጋ ከይድና ኣለና ሚሽኩ።
ዋእ ዋእ ዋእ ኣቱም ሰባት

እቲ ጣውላ ሃና ወይ እቶም ሽማግለታት ኮይኖም ተሰሚዖማ ኮኑ። ዋላ ንሶም ኮይኖም ዝሰምዕዋ ዋእ ግድን ድያ ጣውላ ድስቕ ዘለዋ ብሓይሊ ትጥቀም ብሕጊ ተረኻኽብሎም ትኽእል እንድያ። ዋእ ኣታ ጃጉ ከኣ ሳሚ ባዕሉ ብሕጊ ደየረኻኽበሎም ምስ ሄለን ወዛል ብሕጊ ከተረኻኽበሎም። መቸም
እዛ ዘረባ ምጥምዛዝ ትፈትዉዋ መዓት ኢኹም።

ጃጎ በሃል ንጡፍ ደላላይ ዘለኻዮ ንብረት ኣብ ደለኻዮ ቦታ ኣብ ደለኻዮ ሰዓት እንታ ክሰምዓካ ጃጎ ጃጎ ኣብዚ በዓል ሳሚ ፀጋ ዝበሃል ምሽ ኣለዎ ሓቂ ኣሎ ኣሎ እወ ምሽ ኣለካ
እትዮም ሓበሬታ ዝሃቡኒ ሰባት ቅድም ንጸጋ፣ ቢንያም፣ ሄለን ኢኻ ትርኽቦም። ንጃጉ ኣብ መወዳእታ ኣመራጺኻ ትኸዶ ኢሎምን እሞ ኣነስ ናይ መወዳእታ ኣማራጺኻ እ? በል ውሰዶም ናብላኻ በዓል ቢንያም፣ ጸጋ፣ ገለመለ ገለ ውሰዶም። ደሓን ደሓን ጸገም የለን። ከም ዝርእዮ ዘለኹ እውን ናባኻ ምስግጋርና ኣይተርፍን'ዩ። ደሓን ቅድም ንስምዓዮም።
ኖኖኖኖ

ኪድዳ ፈሊጥና ክለና ኣንቲ ጸጋ
ፅቡቕ ፅቡቕ እንታይ ይመስለካ ኣነ ፀጋ እበሃል ጸጋ ወለሎ ነኒ ዝተባህለቶ ኩሉ ትኽእሎ ብዘይ ውዓል ሕደር ንኹሉ ተስተኻኽሎ ርሑቕ ከይከድካ ኣብዚ ቅድመኻ ኣሎ ግርማ ሞጎስ ንዓኻ ዘብለካ ደስደስ። እታ ትዛረበላ ከኣ ኣይተረዳኣንን ኢንተርቪው ዶ ክትገብረለይ ኣምጺኽኒ ዋላ ግጥሚኺ ክተንብብለይ። ነስነብሰይ እየ ዘላልየካ ዘለኹ ብስነብስኻ ኣመላልየኒ ኣጆኻ ካብ ኣፍካ ከይወፀ ሰም ኢሉልካ ኣሎ። ኣነ ድማ ከምዘን ገፋሕፋሕ ዘብላ ውራ ኣይኮንኩን ሕፅር ኣቢልና ኢና ክንገብሮ። ኣንታ ሓፍተይ ሕጂ እውን ትብልዮ ዘለኺ ኣይርድኣንን እዩ ዘሎ። እንታይ ክብለኪ ከም ዝኽእል ከይፈለጥክሲ ከመይ ጌርኪ ትፈልጢ? ጥዕይቲ ዲኺ? ኢዛ ወይ በቲ ዘለኒ ተውህቦ ይፈልጠካ ሰበይቲ ደሊኻ ከም ዘለኻ ፈሊጠስ ቀሪናልካ። እሂ ኣነስ ኸይከይድኒ ቅንጥስጥስ ዝበልኩ ምጭውቲ ጓል ኩሉ ደላያ ከም ዕምባባ መሮር። ብዙሕ ደላያ ተትኾኒ ደኣ ክሳብ ሕጂ ጸኒሕኺ? ወይ ንኹታ በሊ ብዝኾነ ኣነ በዓል ሓዳር እየ። ፓእ እሞ እንታይ ደኣ ኢልካ ደሊኻ ወይ ኣቀዲምካ ምነገርካ ወይ ድማ ናይ ልብና ኣይምዛረብካናን። እሂ ሰበይቲ ጥራሕ ዲኹም ትድልሉ? ይቕሬታ ሃውቲቶ ዶ ዝደለኻዮሞ ንገረኒ ሽምካ ድማ ኣይሓዝኩኻን ሽዑ ናብ ጉዳይና ክንኣቱ ብድሕሪ ጀሚርኪ ናይ መጀመርያ በፂሕኺ ብዝኾነ ኣነ የማነ እንደ ዝበሃል ናብዚ መምፅኤይ ቀንዲ ከዓ ኩርሶ ብሽክለታ ክጅምር ስለ ዝደለኹ መን እስኻ እወ
ቢንያም ግርማይ ሞዴለ እዩ ሄኖክ ሙሉ ብርሃን ናትናኤል ተስፋጼን ንዖም እንዳረኣኸየ ናብዚ ኮርሰ መጽየ። ኣነ ኣብቲ ናቶም ደረጃ በጺሐ ከምቲ ናቶም ዓወት ከምጽእ ሃይለ ተበጊሰ ኣለኹ።
ይቕሬታ ኣብርሃለይ እባ ቲፎዞ ዲኻ ሕጂ ምረድካ ዋላስ ክትቀዳደም ካብቶም ናይ ጃጎ ዓሌት ኢኻ ትመስል። ጃጉ እዚ ምሳኹም መሰረትኹም ድዩ ጃጉ ዋላስ ተቐዳዳማይ ጃጉ ዝበሃል ኖ ኣሎ? ኖ ኖ ኖ ኖ ኣሎ ተቐዳዳማይ ጃጉ ዝበሃል ዋ ንብዙሕ ተለቃሊኻ ኮርሲ ክጅምር እየ ትብል ዘለኻ

ብጣዕሚ ጽቡቕ ኣብቲ ዝበለጸ ዕድመ ናይ ስፖርት ኢኻ ዘለኻ ንስኻ ብትኽክል ተካኢ በዓል ቢንያም ክትኾን ትኽእል ኢኻ ትኽእል ይቐኒለይ ገንዘብካ ገንዘብካ ገንዘብካ ገንዘብካ ክገርመኪ ካብ ክትሕገዝካ ናይ ኮርሶ ብሽክለታ ከዓ ገዚእ ኣለኹ እንታይ ክትኮንካ ወደይ እታ ንካልእኻ እንዶ ምኾነካ ዊ ማይ ንዓቐብ ይብሉ ንዓቐብ ዲኺ ዝበልኪ

እንታይ ፀገም ኣለዎ ድዩ ምስ ኣስፌኮ ምፅዋት? ኣለዉ ኣብኡ ብዙሓት ፕሪንተራት ስለ ዘለዉ ብቐጥታ ሓለቓኻ እንተክገብሩካ ኣይክእሉን እዮም ኣልታሕሪ ይሕሸካ ወንዕባ ድሕሪ ናይ ባይ ትፃወቲ ኣልታሕሪ ልኳ ናይ ኩዕሶ ጥራይ ኣነ ኸ ናይ ኩዕሶ ከዓ ተውበኻ ይብለይ ደሓን ደሓን ኣጆኻ ኣጆኻ ሕጂ ግን እዚ ናይ ስፖርት ጉዳይ ኣነ ክውድኦ ስለ ዘይክእል ናብ ጃጎ ክሰደካ እየ ሕልምኻ ክትግበረልካ ግን ዝከኣለና ክንፅዕር ኢና ናብ መን ናብቲ ዘመደይ ማለት ድዩ ናብዚ መሳርሕትና ደላላ ይንበር ምስተን ክለባት ባኻለሌካ ኪድ ኪድ ባዕረይ ኪድ ናብኡ ንሱ ከዓ ናብተን ዓበይቲ ክለባት ከዓ ኣየእትወንን እዩ እ? ኣነ ፅቡቕ ውዕል ክገብረለይ ዝኽእል ዕድል እየ ደልየ ዘለኹ ምስዚኦም ሓራቓት ኣሰልጠንቲ ክራኽበኒ ኣይደሊ ድሓን ድሓን ኪድ ኪድ ኪድ ኪድ ባጅ ግዜ ተቕተለለይ ምስተን ዓበይቲ ክለባት ኣራኺቡ ጥዑይ ውዕል ክገብረልካ እዩ

ኣታ እዛ ወያል ፀጋስ ከምኡ ገይራ ማለት ድዩ? እስኻ ሕጂ ሲ በዓል ቢንያም ግብራይ ምስ ተዓወተ ጀሚረት ዘለኻስ በዓል የናስ ዘካርያስ ክዕወቱ ከለውስ ኣበይ ነይርካ? ሽዑ ደኣ ኣብ ዓዲ ነይርና ኣብ ማሕረስ ኣይርከብኩሎም ኣቦይ ከዓ ሓያል እንዲ ነይሩ ወላ እንተርከብኩሎም ከማን ሲ ኣይምስለጠኒ ዋ እሞ እንታ መዓረይ እንታይ ገደሸካ ምስ ኣቦኻን ምስ ኣዴኻን ምስ ዓድኻን እንዳማረርካ ምንባር ኣይሕሸካን እንታይ ገደሸካ ነብስኻን ዕፅምትኻን ፈርከሽከሽ ተብል ድሓር ከዓ ኣቦኻ ብንሽተኻ መርዒካ ማሕረስካ እናሓረስካ ሓዳርካ ትገብር ነይርካ ካብዚ ዝዓቢ ኮርሱስ ኣሎ እዩ እስኻ እኮ ዕስራታት ዓመት ሰረገላ ማዕረ ዝዘወርካ ለጀንድ ኢኻ። ደጀን ኢኻ ዝበልካ እታ ደጀንሲ እወ ሓቁ እዩ ኣብ ደጀን ኢና ነይርና እ? እንታይ እሞ ባይታ ረኸብናል ኣይሰለጠኒ ደጀን ኣይኮነን ኢልካ ዝሓወይ ሌጀንት ኢልካ ሌጀንት ማለት ድማ ኣብ ሞያኻ ዓቢ ነገር ዝገበርካ ኣፈ ታሪኽኻ እዩ ዝብለካ ዘሎ ኣታ እንታይ ናገርናኩም ተዝክሩና ዘለኹም ባእ እትህቦ ዲኹም ብዓይና ትፈልጥዎ ዘለኹም ኣታ ናይ ብሓቂ ንስኻትኩም ሲ ንፉዓት ደለልቲ ኢኹም ንፉዓት ምስ ተዓወትኩ ከዓ ንፀጋ እኳ ክነግራ ፀኒሐ እየን ኣጆኹም ክሐጉሰኩም እዩ ናይ ቢንያም ኣሰር ተኸልቲለ ብዘየን ፀዓዱ ዓጠብጠብጠብጠብጠብ የብለኒ ንሕና ኸ ነጣቕዓልካ ሓንጊርናካ ሽምካ እናፀዋዕና ፈቆዶ ከተማ ኮለል ነብለካ ንውዕል ኖኖኖኖኖ ስኽራን ተይገበርኩም ምስ ተዓወትኩ ረኣ ኣደይ ስም ባዕሉ ኣብ ሓንጊርኒ ቪቫ ቪቫ ቪቫ ክብለኒ እዚ ክብራ ካብ ሚገርክ ክትሓንጎረኒ ሓደ ስፖርተኛ ጅማውትን ዕፅምቱን ኣዝዩ ተርር ስለ ዝኾነ ንስኻትኩም ከ ኣብ ኦፊስ ስለ ትውዕሉ ከመይ ገርኩም ክትስከሙ ኣይትስከሙን ምሽ
ኣታ ሓንሳብ ሞ ስማዕ ንስኻ ነብስኻ ኣይተቐሽሽ ዘይናትካ ኣይናትካን እዩ እሳ ኾርሶ ክትገብር ኣይትኽእልን ኢኻ ተኽኢልካ ናይ ዓበይቲ ናይ ጥዕና ናይ ጋንታ ኣባንቲ ፈትን ባ ኣንተ ከመይ ዝበሉ ሓሳድ ይወደይኒ እዚ እንተ ኮይነ ክገብር ዘይክእል መቸም ሰብ ክሓልፈሉ ኣይደልዩን ኢኹ ሓቁዶ ሓቁዶ ዝዓርከይ እንታይ ይመስለካ ንስኻ ፎርማኻን ገሌኻን ኩሉ ነገርካ ቲፎዞ ኢኻ ተረዲእኻ ኣለካ ሕጂ ከዓ ዓድኻ ኬድካ ማሕረስካ እንዳሓረስካ ቲፎዞ ምዃን ቀፅሎ ምሽ ኣለካ እዚ ጥሩምባ ምንፋዕ እዚ ወረቐት ሒዝካ ሆሆ ምባል እዚ መንኮብካ ሰብ ሓንጊርካ ከተማ ምዝዋር ገለ እሳ ጥራይ ክፀበቐልካ ኣንታ ጉደ ፍናንዶ ፀጋ ከመይ ገይረ ኢላ ተወበያ ለረቶ ደላ ኣንታ እታ ኣብ ሓወይ ውሽጢ እዩ ዘሎ ፀጋ ናይ በዓል ቢና ምስ ረኣኸዮ በጨቕ ኢሉ ምውፃእ ምቕሳን ኣብዩኒ ዘሎ እንድሕር ደስ ዘይትንኻ ካብዚኣ ገዛ ወፀ ማለት ከኣ ዘበት
ብሕጊ ትወፅእ ፈቲኻ ዲኻ ደሓን ሓንሳብ እሞ ሳሚ ዝሓወይ ብዙሕ ጸጋታት ክህልወካ ይኽእል እንድዩ ግና ሃንደራ ኢልካ ናብ ክለባት ኣይጽንበርኒ መጀመርታ ልምምድ ጌርካ ዲኻ ዋ ክለብ ምስ ረኸብኩ እንድየ ልምምድ ዝገብር ሪኻ እዚ እቲ ጸገም መጀመርታ መጀመርታ ብውልቃዊ ልምምድ ኢኻ ትገብር ድሕሪኡ ኣብ ጽቡቕ ኣቃውማ ኣለኹም ምስ በልካ ድማ ተሳሒልካ ምስ ክለባት ትሕወስ ሽዑ ዝኾነ ነገር ኣይሕድሰካን ኩሎም ከምኡ እዮም ጌሮም በዓል ቢንያም ከምኡ እዮም ገይሮም ባር ከምኡ እዮም ገይሮም ኣነ ከዓ ዲ ከምኡ ክገብር ኢለ መፅእኩም ዘለኹ ሕጂ ከምኡ ግበር ዝዓርከይ እንታይ ትገብር መስለካ ወርሑ ሙሉእ ንጎ ንጎ ባፅዕ ትምለስ ባፅዕ ትምለስ ባፅዕ ትምለስ ባፅዕ ትምለስ ብድሕሪኡ ዘን ክለባት ናይዚ ዓዲ ዘለዋ ወላ ዩሲኣይ ከይተረፋ ጫው ጫው ጫው ጫው ክብላ ከ ተኸይፍካ
ባር ከምኡ እዮም ገይሮም ከምኡ እዮም ገይሮም እዛ ንጎ ንጎ ባፅዕ ረኣሲ ቁሩብ ኣታ እታ ኳንካ እታ በዓል ቢንያም ከምኡ እዮም ዝገብሩ ነይሩ እናበልኩኻ ሕራይ እዚኣ ዘላ ባፅ እዚኣ ዘላ ዛዕላ ገብር ድሓን ደሰም ዝገበርዎ ክገብር ኢለ መፅእ ደለኹ እሞ ድሓን በሉ ንፀጋኻ ከይትስከፍ ምእንቲ ንገሩለይ ንገሩለይ ኣነ ንጎ
ኣታ ንስኻትኩም እንታይ ዓይነት ፍጥረት ኢኹም እዚ ሰብ እዚ ዝበልኩሞ ከተግብር ክብል ፅባሕ ንጎ ብባፅዕ እንተፀደፈሲ መን እዩ ዝሕተቶ? ባእ በጃኻ በጃኻ ሳሚ ዝወር ሓንቲ ይገብርኒ እዩ ጌና ኣይፍትን እዩ ከማን መጀመርታ ምስ ፈተነ ክምለስ እዩ ቤት ገርግሽ ከማን ኣይበፅሕን እዩ እዚ ባዕ ብልዑል ኒሕን ወንን ከተግብሮ ተፈተነኸ ህርፋኑ ርኢኹሞ ኣለኹም እስኺ ድማ ኢኺ ጌርኪ ኣቲ ምስ ኩሉ ትራዳዳእ ፍጥረት
ኣገላግለኩም ዶ ክንዲ ተመስግነንስ
ኣቲ

ብወገነይ ቅኑዕ ፍርዲ ተዋሂቡዮ እየ ዝብል። ምኽንያቱ እቲ ቆልዓ ናህና ተዋሂቡ ክሰክርን ክትዓብድን ግዜ ስለ ዘይትህቦ እቲ ቆልዓ ድስኩል ክኸውን እዩ ማለት እዩ። ሓቅኻ ኣለኻ።
ንሳሚ እንተተዋሂቡ ድማ ሓይሊ ዘለዎ ኣተሓሕዛ ብምሓዝ፣ ርእሰ ተኣማንነት ዘይብሉ ቆልዓ እንተኾነ፣
ሕጂሲ ብዝሓፈሻዊ ኣዘራርባኹም ክንድምድሞ ማለት እዩ እዞም ሽማግለታትሲ ገለ ዓይነት ውሳነ ዝወሰኑ ደቂ ሹቕ ሽማግለታት ኢልና ልክዕ ልክዕ ልክዕ
ደሓን እስኻትኩም ተላገፁ። ከም ዘይወለድኩም ወሊድኩም ክትፍትኑ ኢኹም። ኣብ ውሽጠይ እንታይ እሳትን እንታይ ሓውን ከም ዘለኒ ኣይተሰቆረኩምን ዘሎ። ኣነ ከ እንታይ ከም ዝገብረኩም ክትፈልጡ ኢኹም። ዋእ
ኣውርድልና ዶ ዋእ ንሕና ደኣ እንታይ ገርናካ ከምዚ ጌርካ ትፍክረልና። ሓንሳእ እሞ ሓንሳእ ጸጋ ሓንሳእ እንታይ እስከ ኣነ ሓንቲ ክውንነት እንድየ ዘኪረ ማለትሲ እንታይ ኣሎ ሓደ ወላዲ ወላ ጨካን ኹን ወላ ርህሩህ ኹን ኣብ ልዕሊ ወዱ ኣዝዩ ርህሩህ እዩ

ሕድገት ብሕድገት ዝተባዕጠ ህፃን ገይሩስ ክዕብዮ ይኽእል እዩ ማለትካ ድዩ? ከምኡ እዩ ዝኸውን ዶ ክኸውን ይኽእል እዩ ይኽእል እዩ ልክዕ እዋ። ከይረኣና ከዓ ኣይንተኣማመን። ከይረኣና ደኣ እሞ ከመይ ጌርና ነስተኣማምን?
ጃኩ! ኣቤት!
ድሕሪ እዛ ሕጂ ኣነ ዝኾነ ዘረባኻ ኣይፃወሮን እየ። ኤቭሪባዲ ኤቭሪባዲ ብዛዕባ ሓዳረ ይኹን ብዛዕባ ፍትሕቲ ሰበይተ ይኹን ብዛዕባ ደቀይ ኣይትወኩምኒ ኣይግሰኩምኒ እዩ ነግረኩም ኣለኹ ሕጂ ድሕር ቀፂልኩም እንታይ ከም ዝገብረኩም ባዕለ ይፈልጥ
ወይለ
ሓቁ እዩ
ኤቭሪባዲ ኤቭሪ ኤቭሪ

በፅብፃዕ ብፃዕ ኢልኩም ዶ ባዕልኹም በፅብፃዕ ብፃዕ ዝበልኩ ብድድ በፃዕና ሓስያ ባዕለይ ዝፈልጦ ኣብ ድብፃዕ ከዓ ከምፅሓኩም እየ ድሓ ዋ እንታይ ኻ ክትገብር ትሓስብ ዘለኻ ዝሓስቦ ዳ ጌጋ ርድኢ ተረድየ ኣብዚ ዕድመይ ኣይከኣልኒ በቃ ዝሓስቦ ዘለኹ ኣቋሪፀ እዩ ኣለኹ ድሕር ሕጂ ናይ ኩሉ ቲፎዞ ክኸውን እየ ዝደሊ ኣነ ኣታ የማነ ከምኡ ደኣ ዘይትብል የማነ ዕሉል ደጋፊ ደጋፊ ዝኸውን
ስማዓኒ የማነ ናይ መን ጋንታ ደጋፊ ኢኻ ክትኮን ትደሊ ዘለኻ ናይ ኩሎም ይኸውን ናይ ኩሎም
ተዓፂና
ዋይ እዚኣ ካብ ፅብቕቲ ፅብቕቲ ኩሉ ግዜ ትሕጎስ ናይ ኩሎም ቲፎዞ ቢኒ ንዓባ ተዓፅያ እኳ ተልፎ መስመር ዛረባ ኣለኻ ኣታ ወላ ትተዓፆ